ደራሲ ቢንያም ገብረ ኺዳን መዲሓ ሰላም ሰላም ዝኸበርኩም ተኸታተልቲ ሽበን ኢንተርተይመንት ኣብ ዝሓለፈ ቀዳማይ ክፋል ልብወለዳዊት ዛንታ መዲሓ መዲሓ ትምህርታ ብልዑል መዓርግ ዝወደአት ጌና ዘይተመርዓወት ጎርዞ እያ ብዘይ ምምርዓዋ ሰባት ወግሒ ጸብሐ እዮም ዝዛረብዋ እዚ ድማ እዩ ዘበሳጭዋ ዝነበረ መዲሓ ኣማኻሪት ጥዕና ኮይነ እያ ትሰርሕ መዲሓ ኣብ ሰሜናዊ ባሕሪ እትርከብ ዓዲ እያ ተወሊዳ ዓብያ ድሕሪ ትምህርታ ምዝዛማ ድማ ኣብ ኣስመራ እያ ትነብር ሓንቲ ጓሎም ንኣቶ ኢሳቅ ማለት ሓፍታ ንመዲሓ ንዓዲ ዓረብ ምስ ከደት ደሃይ ዘይብላ ጓሎም እያ። መዲሓ ስድራኣ ወትሩ ክትሪኦም ኣብ ዝኸደትሉ እዋን ብዘይ ምምርዓዋን ምውላዳን ዘረባ የብዝሑላ ከም ዝነበሩን ትባሳጮ ከም ዝነበረትን እውን ተኸታቲልና ነርና እሞ ኣብ ካልኣይ ክፋል እንታይና ክንከታተል ስዒምና እንሪኦ ጉዳይ እዩ ክኸውን ሕጂ እውን ምክትታልኩም ኣይፈለየና ላይክ ሼር ሳብስክራይብ ከምኡ እውን ኮመንት ምፅሓፍ ኣይትረስዑ መዲሓ እዝን ካልእን ፅዕንቶ ነበራ በቃ ኦሮማይ ኣብ ትምህርትን ስራሕን ኣሪገ ኣብ ዓድናትን ዝዓበያ ደቂ 18 ደቂ 19 እየን ዝምርዓዋ ብትምህርታን ስርሓን እኳ ዕግብትን ሕብንትን እንተኾነት ከም ሰብ መጠን ግን መጻኢኣ ዘየተሓሳስብ ኣይኮነን። ኣብ ኣስመራ ወዲ ተደንጉየ ወዲ ርብዓ ጓል ድማ ጓል ሰላሳ ትምርዖ ትምህርቲ ኣሎ ስራሕ ኣሎ ንብረት ኣጥረኹ መኪና ገበርኩ ዝብል ሕልሚ ኣበይ ከይስኣን ዶንጊኻ ምምርዓው ተደፊሩ እናተለመደ ይኸይድ ምህላው ዘሰክፍ እዩ። ካብ ዝምርዓው ስቕ ኢሎም ዝወልዱ ኣደ ወደይ ወይ ኣቦ ጓለይ ዝብሉ ዘረባታት ክረዓሙ ክትሰምዕ እሞ ንነውሩ ከም ቁንዕ ወሲድካ ምልምማዱ ዘሰክፍ ፋሽን ኮይኑ ኣሎ። ቀደም ከምኡ ኣይነበረን። መመሊሳ ተስተማስል ዋ ናተይ ሓሙሽተ ዓመት ካብቲ ልሙድ ኣተሓሳስባ ደቂ ኣስመራ ሃፂፁ ኣሎ ማኪና ተሓሲበስ ፋቻ በሊዓያ እዋ ከምኡ ክብልኒ ዘየተሓሳስብ ኣይኮነን መመሊሳ ተስቆርቆር ዓርኪ ይኹን ዝዛመደኒ ወዲ ክስእን ንኹሉ ረጥሪጥካ ከምዞም መናንያን ምዃን ይሓይሽ ርእሳ ተላፅያ ክሳብ ኣብ ደብሪ ክትሰፍር መገዲ ጽድቂ እንተሓሸ ዝተፈላለየ ኣማራጺታት ሃሰው ክትብል ትውዕል። ትጽቢት ስድራ ቤታን ጸቕጢ መቕርበን ዝዓዘዛ ብዙሕ ዕድል ከም ዘለዋ መዲሓ ዝዘንግዓቶ ትመስል። ወይ ዕድል! እዚ ነገር ከምቲ ገለን ብማይ ገለን ሰኣን ማይ ዝበሃል እዩ። ዒባ እውን እንተኾነ ሓሰኻ ይወልድ እዩ። ንሳ ነዚ ዋላ እኳ ተዘይዘንግዓቶ ነገራቱ ግን ዝጸልመተ ኮይኑ ተሰምዓ። ነቲ ዝተዓቀበ መርዓን ዝተዓቀበት ጓልን ዝወስዶም ኣይስእኑ ንዝብል ዘረባ ኣበ እውን ዝተሰቆረ ኣይትመስልን። ብቐደሙ ጠባያ ተሪር፣ ቀልጢፉ ምስ ዝኾነ ሰብ ሃንደፍ ኢሉ ዘይቀርብ ምስጢራዊት ጓልያ መዲሓ ዓቃባዊት ብምዃና ከይኣኽላ ብዙሕ ምስ ኣወዳት ዘይትቀራረብ፣ ብዙሕ እውን ጽምዋ ወይ ብሕትውና ተዘውትር ባህሪ ዝነበራ ጓል ሄዋን እያ። ስለዚ ንሳ ኣብ ምምራጽ ንሓዳር ዝኾና ሰብ ሕውስቲ ብዘይምዃና ጎዲእዋ እዩ። ግና ዋላ እኳ ፈኳስ ኣይትኹን ውሽጣ ዝፈልጣ ስኢና እምበር ዝቐርባ እንተዝረክብ ፈቃር፣ ርህርህቲ፣ ለጋስ፣ ሓጋዚት ሰብ እያ። ንሳ ከምዚ ባህሪ ብምውናና ጥራይ ብዙሕ ብልጫ ዘለዋ ምርጽቲ፣ እታ እንኮ ዓይንኻ ኪሓስኻ ትውሰድ ጓል ምዃና ዝስሕታ ሰብ ኣምበይ ምተረኽበን። እንተኾነ ኣብ ትምህርቲ ይኹን ኣብ ስራሕ እቲ ባህሪ ሓደ ዓይነት ስለ ዝኾነ ንዓኣ ደፊሩ ዝብርብራ እንኮ ሰብ ስኢና ኣላ። ከም ናይ መዲሓ ትምህርትን መልክዕን ዘካተተ ትርር ዝበለ ባህሪ ተወሲኽዎ ብቐሊሉ ብደቂ ተባዕትዮ ከድፍራ ፈጺምካ ዘይሕሰብ እዩ። እተን ከም በዓል መዲሓ ዝኣመሰላ ፈቀራት ደቂ ኣንስትዮ እተን ኣብ ሓዳር ዝበለጻ ንፍቕሪ ክትመርጸን እተን ዝቐለላን ፍቕሪ ዝደልያን ሓዳር ክምስርታ ክቱር ሃንቀውታ ዘለወን ምዃነን መን እሞ ነግረለን። መዲሓ እውን ብተመሳሳሊ ኪንዮ ትሪ ውሽጣ ካልእዩ መሊኡ። ቅንዕና፣ ትግህና፣ ህርኩትነት፣ ጻዕርን ፍቕርን እዩ ምስኣ ዝነበረ። እንተኾነ እዚ መሊኡ ፈሲሱ ዘሎ ጽቡቕ ባህሪ ከም ዘለዋ እሞ ነቶም ደለይቲ ጽቡቕ መን ይሓብሮም? ናይ ነገር ፍቕሪ እንተዘይተደፋፊርካ ተፈራሪሕካ ተፋጠጥ ይኸውን። ኣብ ዝኾነ ደፋር እዩ ዝዕወት ክበሃል ሰሚዐ ኣለኹም። ኣብ ፍቕሪ እውን ተመሳሳሊ እዩ ዝኸውን። ካብ ተፋጢጥካ ትም ምባል ይሓይሽ። እቲ ሕርያ ግን ኣብ ቦትኡ ክኸውን ከም ዘለዎ ክዝንጋዕ የብሉን። መርዓ ሓንሳብ እዩ፣ ኣይድገምን እዩ። ሓቀኛ ፍቕሪ እንተ ተረኺቡ እውን ካብ ሓንሳብ ዝሓልፍ ኣይኮነን ዋላ እኳ ዘለኣለማዊ እንተኾነ እቲ ናትካ ዝበለዎ ፈጣሪ ባዕሉ እዩ ዝህበካ እውን ይበሃል እዩ ነዚ ኩሉ ብልጫ ዘስተውዕለሉ ደኣ መን እዩ ምናልባሽ ኩሉ ከም ዘይረኽቦ ኩላትና ርግጸኛታት ዘይክንከውን ንኽእል ኢና ብጀካ ትምሮ ቅድም ኣብ ብዙሕ ቦታታት ጽብቕትን ምህርትን ጓል ብቐሊሉ ኣይድፈራን ነይረን ክበሃል ይስማዕ እዩ ወይ እውን ብዙሕ ኣይምረጻን እዚ ብሂል ግን ጉጉይ ክኸውን ይኽእል እዩ ነቲ ሽሮ ጠስሚ እንተዝውስኾ እኮ ዝበሃል እቲ ምኽንያት ርዱ እዩ እቲ ዝገርም ወላ ናብቲ ዝተወለደትሉ ገጠር እንተኸደት ኦይ ነዚኣ ድኣ መን ክቐርባ ተማሂራ እንድያ ከመይ ገይራ ክትምለኸልና በርሕዝታ ቆልዓ እንከላ እንተ ዝኸውን እምበር ሕጂ ድኣ ኣብዛ ዓዲ ደረጃ እኳ ዘይርከብ ዋ ምስ ዶመዛ ከመይ ጌርካ ተመሓድራ ኣይትሰምዓካን እያ ደቂ ዓድና ደኣ ብሓፈሽኡ ኣዋልድ ሎሚ ከይተማሃራ እኳ ዘይከኣልና እየን እዚኣስ ኣይተዋፅኣናን እያ ብኸፋት እረግ ክብሉ ካብ ጎደና ንቕሓት ተበጊሶም ከጸልምዋ ይውዕሉን ይሓድሩን ነበሩ ድሑር ናይ ዘመነ መሳፍንቲ ዘረባ ክኸውን ይኸእል እዩ። ስሕት ኢሉ ግና በጨቕ ክብል እንተ ተሰምዐ ብዙሕ ዘነድር ኣይኮነን። ናይ መዲሓ ዕድል መመሊሱ ከም ሽንቲ ገመል ንድሕሪት ይኸውን ነበረ። ነቶም ወለዲ እውን ከም ጥንቅልዒት ትሸኖ እሞ ናብ ነብስኻ ዝምለስ ኮይንዎም ነበረ። ኣቦ ይስሓቕ የማርሩ ማማ ሳራ እውን ከምኡ ኩላ ሓቢራ በቲ ዕድል መዲሓ ተማርር ግና ኩላ እታ መማረሪት ስቕ ኢላ እያ ሰብ ይሓስብ ፈጣሪ ይፍጽም ስለዚ ፈጣሪ ዝገብሮ ይፍለጥን እዩ ምናልባሽ መዓስን ኣበይን ከም ዝተወለድካ ክትፈልጥ ትኽእል ኢኻ መዓስ ከም እትመውትን መዓስ እውን ከም እትምርዖን ግና ዘይክትፈልጥ ትኽእል ኢኻ ሎሚ ሎሚ ግና ተካል ዘመን ተበፂሑ ቅድሚ ሕጂ ዘይፍለጡ ዝነበሩ ሕማማት ክግርግሩ ዘሕዝን እዩ። እሞ ድማ ኣብዚ ምዕቡል ግዜ ፉስ ዘይርከቦ ሳሕቲ ገለ ሕማማት ከም እኒ ካንሰር መዓስ ከም እትመውት ብህየትካ እንከለኻ ዕምርኻ መዓስ ከም ዘብቅዕ ቀዲምካ መርድእ ትሰምዓሉ ከም እተበጽሐ ዘይተሰምዐ ኣይኮነን። ገለ ድማ ቅድሚ ቃል ኪዳን ድቂ ምስ ተፈጥረ ተረዳዲኦም መዓስ ከም ዝምርዓዉ ዝፈልጡ ኣለዉ። ብሩህ መዓልቲ የውዕሎም ከምቲ ፍሬኹም የርኢኹም ኣበባኹም ኢልካ ድማ ገላቢጥካ ክትምርቕ ትግደድ ንዘየለ ዝደሊ ናብ ቅርዓት ሻርዕ ወፊሩ ድራር እለቱ ዘናዲ ኣይሰኣንዩ ኣየት ነበረ ሓረስታይ ኣብ ግዜ ጽድያ ብፍላይ ኣብ ግንቦተ ሰነ ማይ ስለ ዘይሃረመ ድርቂ ከየጋጥም ስክፍታ ነበሮም። ኣይትመካሕ በዓላሓ ሰነን ከላ ብነዋሓ ድማ ተባህለ። ሓረስታይ ንማል ዝኸውን መግቢ ጻንቂቑ ግራውቲ ቃዲሩ ሕዙእ ሽዕበት እውን ተሳዒሩ ዝብላዕ ሳዕሪ፣ ጠጠም፣ ሰዓሰዓ፣ ተሳኢኑ ነበረ እሞ፣ ንማል ብሓዊ ዝተጠብሰ ገልዲ በለስ ኣብ ምብላዕ ተወዲቑ ነበረ። ደቀቕቲ እግረን ይሕሻ። ኣብ ፈቐዶ ጤረርን ከውሕን እናደየባ ናይ እለቱ ሳዕሪ ማዕሪ የመዕርራ ነበራ። ሰብ ማላት ኣብ ሻቕሎት ተሸሚሞም ነበሩ። ኣብ ገለ ገለ ከተማታት ዝተኸዘነ ዓይኒ ማይ ክጽንቀቕ ጀሚሩ ብምንባሩ ምምሕዳራት ከተማ ማይ ብቦጣት ኣብ ምዕዳል ተዋፊረን ነበራ። ዝኸርምን ዘይከርምን ማይ ህይወት ይልመን። ኣዴታት እቲ ሕማቕ ግዜ ቀልጢፉ ክሓልፈለን ናብ ኣድባራትን ዝተፈላለያ ኣብያተ ጸሎትን ብምኻድ ይምህለላን ጸሎተን የዕርጋን ነበራ። ቆልዑ ፀዓየይ ኪድለይ ፀሓየይ ኪድለይ ንፋሰይ ምፅለይ ኣባ ጅጎ በላዒ ጎጎ ማይ ካባ ጃሕጃሕ ኣብሎ ኣባ ጅጎ በላዒ ጎጎ ማይ ካባ ጃሕጃሕ ኣብሎ እናበሉ ፈጣሪ መስተርሆት ክፈጥረሎም ይትስፈው ነበሩ። ብኣንጻሩ ከይሳዊ ሓሳባት ውን ይቀላቐሉ ነበሩ። ብዝኾነ ፈጣሪ ጥዑም እዩ። ኩሉ እቲ ሻቕሎት፣ ድኹም ሓሳባት ናይ ደቂ ሰባት ኮይኑ ተረፈ። ብዙሕ ከይደንጎየ ነገራት ክቀየር ጀመረ። ሰብ ድኽመቱ ክገልጽ መዓስ እያ እዛ ናይ ፈትሊ ሳሬት ጸርያ ዘላ ግዜ ትሓልፍ ቢሉ ክጣላዕ ከም ዘይጸንሐ ክሰላበጥ ጀመረ። ዳርጋ ኩላ ርኾባን ስኡናን ካብ ተመስገን ምባል ተሓሪሙ ነይሩ እዩ። ዝኸዘነን ዘይከዘነን ምስቲ ኣብ ቆፍኡ ጥር ትብል እኽሊ ዘየቐመጠ በተኽ ብማዕረ የስተማሰል ነይሩ። ግና ኩሉ ሓሊፉስ ፀሓይ ተወዲእና ማይ ተሳኢኑ ንገብሮ እኮ ጠፊእና እናበለት ተንፀርፅር ከም ዘይነበረት ፈጣሪ ውህብትኡ ከይበቐቐ ማይ ክጅሕጅሖ ጀመረ። ዕጋበት ኣልቦ ወዲ ኣዳም ከም ኣመሉ ናይ ፈጣሪ ይሓይሽ ደጊም ጠሊልና ብሩኽ ክራማት ይኸውን ክትብል ብኻልኣይ ልሳን ክትዛረብ ጀመረት። ኩሉ ተሰጊሩ ወቕቲ ህጡር ክራማት ሰዓበ። ወርሒ ነሓሰ ፈሰሰ። ፈሰሰ ፈሰሰ ከም ማይ ነሃሰ። ናይ ሰብ ምሉእነት ከም ዘይብሉ ርጉጽ እዩ። ድሒሩ እውን ካልእ ክብል ይኽእል እዩ። ዝበዝሐ ፍጡር ወዲ ሰብ ምዃኑ ከይተርፎ ከየዕረፈ ዘማርር ውሕድ ኣይኮነን። እዚ ግና ውልቃዊ ርድኢት እምበር መደምደምታ ኣይኮነን። ናይ ዝኾነ ውልቃዊ ርድኢት ካብ ትዕዝብቲ ስለ ዝነቅል ምኽንያቱ ክንደይ እውን ተመስገን ቢሉ ማይ ተደሪሩ ዝሓድር ኣይሰኣን እዩ ተማርር ተመስግን ንኹሉ ዝግዋኑ ኣለና ዘይነዕርፍ መማርርቲ ኣመስገንቲ እውን ሓምልን ነሃሰን ንግሆን ምሸትን ከየቋርፀ ማይ ይሃርም ነበረ ወያ ሰብ ከም ኣመሉ ቧቧቧቧ ባይ በዚሑ ፀሓይ ካብ ዘይንሪኣ ሓያለ መዓልታት ኮይኑ ፀሓይ ድኣ ተትወፀልና እምበር ሕጂ እውን ብጀካቲ ጻዕራም ሓረስታይ ገለ ነቲ ዝነበረ ጽቡቕ ኣዝመራ ሕልፍ ኢሉ ዘማርር ኣይተሳእነን ምናልባሽ ድራር እለቱ ናብ ጽርግያ ወፊሩ ባኒ ዝምእርር ይኸውን ማይ እንተሃሪሙ እንጌርኡ ዝዕፀውን ኣይሰኣንን ካልእ ናብ ቅርዓት ሻርዕ ወፊሩ ድራር እለቱ ዘናዲ ኣይሰኣንዩ። ግና እዚ ኣብ ኩሉ ስፍራ ዝረአ ናይ ወዲ ሰብ ኣድማሳዊ ባህሪ እዩ። ንቡርን ዝነበረን ዘሎን መንብሮ ህይወት እዩ። ድኻ እንተ ዘይህሉ ሃፍታም ኣይምሃለወን። ጻዕራም እንተ ሃፍተመ ህኩይ እንተ ለመነ ዝጸንሐ እዩ። እንተ ዘይሰርሕካ ክትሰርር እውን ኣይትኽእልን። ትጠሚ ትዓረቕ፣ ትሓስር፣ ትልምን እውን። ብዝኾነ ዝበዝሐ ሰብ ንዘየለ ዝደሊ ዓሻ ፍጡር ምዃኑ ዘረድእ ብዙሕ ኣብነት ኣሎ። ሃሩር ተኾነ ዛሕሊ ይደሊ፣ ፀሓይ ተኾነ ፅላል ይደሊ፣ ኩሉ ግዜ ንዘየለ ይደሊ። በቲ ዘለዋ ሕጉስ ስለ ዘይኮነ እዩ ዝኸውን ድማ ሰብ ዓሻ ዝተባህለ። ሰብ ሓፂር እዝኑ ክበሃል እንከሎ ድማ ካብ እንስሳት ዝሕይል ወይ ዝጭክን ምዃኑ ንምግላፅ እዩ ዝኸውን። ገለ እውን ምዕቡል እንስሳ ዝብልዎ ኣይተሳእኑን። ስለ ዝሓስብ ኣእምሮኡ ስለ ዝጥቀመሉ ብልጭኡ ይምስክረሉ። ጥሉል ክረምቲ ኾነ። ጸሎት ሓረስታይ ሰሚሩ ፈጣሪ ውህብትኡ ከይበቐቐ በርቂ ብነጎዳ እናተዓጀበ ጃሕጃሕ ዝብል ማይ ሃረመ ጸኒሑ ዝሃርም ማይ እናበርትዐ ኸደ ንባዕሉ ከተማ ኣስመራ ሪኣቶ ዘይትፈልጥ ማይ ሃረማ ውሕጅ ይበዝሕ ኣብ ገለ ዞባታት ሃገርና ማይ ብመጠኑ ጉድኣት ከውርድ ብዜናታት ከትሰምዖ ትጽበዮ ባህሪ ናይቲ ዝነበረ ህጡር ክራማት እዩ። ኣብ ዝበዝሐ ንቡር ዝናብ እኳ እንተሃረመ ልዕሊ ንቡር ዝኸደ እውን ኣይተሳእነን። ኣባይቲ ፈሪሱ፣ ውሕጅ ጥሪት ወሲዱ፣ ኣብ ገለ እውን ሕርሻ ደምሲሱ፣ ጽርግያታት ቦንቂሩ፣ ድልድል ኣፍሪሱ፣ ገመል ወሲዱ፣ ንወዲ ዓሰርተ ሸውዓተ ዓመት ኮቴቴን ንወዲ ሓሙሽተ ዓመት ንእሽተይ ቆልዓን ወሲዱ፣ ኮታስ መሬት ሃሚሙ ዝብል ወረ ማዕከናት ዜና ዝስማዓሉ ዝነበረ ክረምቲ እዩ። ናይ ዓለም ነገር ምሉእነት ስለ ዘይብሉ ኩሉ ንግደፎ ከምቲ ገለን ብማይ ገለን ሰኣን ማይ ዝበሃል ኣብ ገለ ክፋል እዛ ፕላኔት ደርቂ ነበረ ኣብ ገለ ድማ ዓቐኑ ዝሓለፎ ክስተት ዝተረእየሉ ግዜ ነበረ ኣብ ርሑቕ ምብራቕን ብምዕራብን ክፍሊ እዛ ኣህጉር ብሰንኪ ክሊማዊ ለውጢ ሱናሚ ኢልሚኖ ተርናዶ ዝበሃል ካብ ባሕሪ ተላዒሉ ዝፈሉቕ ዘይባህርያውን ዘይወቕታውን ህቦብላዊ ንፋስ ዝተሓወሶ ንብዙሓት ሃገራት የጥቅዕ ነበረ ብዝኾነ ብሓፈሻ ኣብዚ ብሩኽ ክረምቲ ኮይኑ ሕጂ መፋርቕ ወርሒ ነሓሰ ሓሊፉስ ሳልሳይ ሰሙን ናይ ወርሒ ነሓሰ ደብረ ታቦር ኣኺሉ ነበረ መዲሓ በቲ ዝነበረ ክረምቲ ዕግብቲ ነበረት። ከም ሰባ ከምቲ ኣበው ዝብልዎ ድሕሪ ደብረ ታቦር የለን ክረምቲ፣ ድሕሪ ደርሆ ነቆ የለን ለይቲ በለት። ምስቲ ዝውዳእ ዝነበረ ክረምቲ ኣተኣሳሲራ ማለት እዩ። ኣብቲ ደብረ ታቦር ዝበሃል መዓልቲ ማይ ሙሉእ መዓልቲ ክሃርም ወዓለ። እዛ ኣብ ናይ ብሕቲ ስራሕ ትወፍር ኣማኻሪት መዲሓ ዝበዝሑ ሰራሕተኛታት መንግስትን ርሂጸ በላዕን ኣብዛ መዓልቲ ካብ ስራሕ በኺሎም ወዓሉ። ኮታስ ዳርጋ ፍርቆም ሰራሕተኛታት ኣስመራ ብሰንኪቲ ዝወቅዕ ዝነበረ ማይ ካብ ስርሖም ተረፉ። ኩላ ኣዳም ፈትያ ከይፈተወት ኣብ ገዛኣ ክትሽጎጥ ተቐሰበት። ኣብዛ ከተማ ብሰንኪ ዝናብ ኣብ ኩሉ መዳይ ዳርጋ ስራሕ ተወንዚፉ ነበረ። ድሒሩ ብዙሕ ማይ ኣይሃረመን። ክረምቲ ፈኹሱ እናተወድአ ይኸይድ ነበረ። መዲሓ በቲ ናብ ጽርግያ ዘርኢ ደረት ትርኢት መስኮት ተጠቒማ ናብቲ ዝሃርም ዝነበረ ዝናብ ተቋመት ነበረት። ዝናብ ስርሑ ይሰርሕ። ንሳ ከም ቀደማ ብዛዕባ ነብሳ እናሓሰበት ተስተንትን ነበረት። ኣብ ከተማ ኣስመራ ህዝባዊ መጓዓዝያ ዞባ ማእከል ነተን ቀያሕቲ ኣውቶቡስ ከም ወትሩ ኣገልግሎት ክህባ ብገሓቲኡ ኣዋፊርወን። እንተኾነ ብሰንኪ ማይ ኣኣብቲ ዝወፈርኦ ኣብ ፈቐድኡ ፌርማታ ሞተር ኣጥፊኤን ተጸጊዐን ይረኣያ ነበራ። ስየታትን ሽባኻታትን እምብዛ ማይ ጠሊሎም ካብቲ ቀጠልያ ኣቕጽልቶም ጨናፍራቶም ማይ ጥብጥብን ጀረብረብን የብልዎ ነበሩ። ብተመሳሳሊ እተን ግርማ ከተማ ኣስመራ ዝኾና ብጫ ታክስታት ዘይኣመለን ስሉጥ ኣገልግሎት ክይህባ ብሰንኪ ውሕጅ ቦኺረን ነበራ። ዝበዝሓ ከም መርዓዊ ዝዕጅባ ተሽከርከርቲ ብብዝሒ ትር ኢለን ኣብ ውሑስ ቦታ ጸግዐን ሒዘን ነበራ። ናይ ህዝባዊ መጓዓዝያ ገመል ሚኒባሳት ኣብ ፈቐድኡ ቦታታት ኣስመራ ተዓጊተን ብዝወፈረኦ ዶርሶ ሞርሶ ከይመላለሳ ኣብ ዝተወሰነ ሰፈር ኣብ መወዳእታን መጀመርታ ፌርማታን ምስተን ብሰንኪ ማይ ካብ ስራሕ ዝበኾራ ዕስለ ብጫ ታክስታት ኣብ መንጎ እንተጸጊዐን ይረኣያ። ዝበዝሓ ተሽከርከርቲ እቲ ማይ ክዕገስ ይጽበያ ነበራ። እቲ ማይ ህድእ ክብል ኣብ ዝጀመረሉ ገለ መራሕቲ ታክሲ ብናህሪ ነቲ ዝነበረ ውሕጅ ተጻሪሮም ጨፋዕፋዕ እናበሉ ነቲ ገዝኡ ክበጽሕ ዝደለየ ተሳፋራይ የወናጭፍዎ ነበሮም።

ዝኸበርኩምን ዝኸበርክንን ተኸታተልቲ ልብወለድ ዛንታ መዲሓ እቲ ርእስቲ እንታይ ኮን ይኸውን? ኣብ ሳልሳይ ክፋል እንምልሶ ሕቶ እዩ ክኸውን። መበል ካልኣይ ክፋል ኣብዚ ክንዛዝም ኢና ምርኻብና ኣብ መበል ሳልሳይ ክፋል እዩ ክኸውን ከምቲ ወትሩ እንብሎ ነዛ ቻነል እዚኣ ሓዳሽ ከም ምዃና መጠን ስድራ ቤታ ንምዃን